ሰላም ሰላም ተኸታተልቲ መደብና ኣብ ዩትዩብ ከመይ ተኾኑ ከመይ ከኒኹም ንሕና ኣምላኽ ንመስገን ንፅቡቕ ኣለና ከምቲ ንሕና ፅቡቕ ዘለናዮ ንስኻትኩም እውን ፅቡቕ ንክትህልው ሰናይ ምንየትና እንዳገለፅና ናባኹም የምህርን የዘናግዕን ዝበልናዮ መደባት ሒዝና መፂና ኣለና ሰናይ ምክትታል ምሳና ክትገብሩ እንዳ ዓድምና ናብቲ እዳልየልኩም ዘለኹ መደብ ክወስደኩም። ኣብዚ ብሎማዓንቲ እዳልየልኩም ዘለኹ መደብ ብዛዕባ ራኢኻ ኣጽኒዕካ ምሓዝ ዝብል ኣርእስቲ እዩ እሞ ብዛዕባ ንእሽተይ ናይ ሓደ ውልቀ ሰብ ታሪኽ እያ መሃሪት መሳጢት ኮይና ተረኺብኩማ ሸር ላይክ ሳብስክራይብ ብምግባር ራዓ ኣይትሕመቑ እንዳበልኩ ናብቲ መደብ ከስግረኩም። ኣብ ሓደ እዋን እዩ ሓንቲ መምህር ኣብ ክላስ ትኣቱ እሞ ንተማሃሮኣ እንታይ ኢላ ትሓቶም ተማሃሮኣ ክኾንዎ ዝደልዩ ወይን ከኣ ናይ መጻኢ መደባቶም ትሓቶም እሞ እቶም ተማሃሮ ድማ ገሊኦም ፓይሎት ክንከውን ኢና ገሊኦም መምሃራን ክንከውን ኢና ገሊኦም ዶክተራት ክንከውን ኢና ዝተፈላለየ ሓሳባት ብምግላጽ ነታ መምህሮም ዘለዎም ትምኒት ክገልጹላ ይጅምሩ መምህሮም በቲ ሰናይ ትምኒቶም ናይቶም ቆልዑ እንዳተሓጎሰት ናብ ሓደ ካብቶም ኣብቲ ክፍሊ ዝነበሩ ተምሃሮ ቅርብ ብምባል ንስኻኸ እንታይ ክትከውን ትደሊ ኢላ ትሓቶ። እቲ ተምሃራይ ዘይተጸበየቶ መልሲ ይህባ ማለት እዩ ነታ መምህር። ንሱ ድማ እንታይ ይብላ ኣነ ጋዜጠኛ ክኸውን እየ ዝደሊ ይብላ ማለት እዩ። እታ መምህር ብዘረብኡ ተገሪማ ቀው ኢላ ትጥምቶ እቶም ተምሃሮ ከኣ ብምልኦም ይስሕቅዎ ማለት እዩ። እቲ ተምሃራይ ግን። እያ ኣነ ጋዜጠኛ ክኸውን እየ ዝደሊ ብምባል ነቲ ቃሉ ይደግመላ ማለት እዩ። እታ መምህር ድማ ነገራቱ ድንግርግር ስለ ዝበላ ስምዓኒ እንዶ ንስኻ ቃላት ብጽቡቕ ጌርካ ከተድምጽ ትኽእል ዓይነት ሰብ ኣይኮንካን ካልኣይ ድማ ንስኻ ኮልታፍ ኢኻ ስለዚስ ንዓኻ ጋዜጠኝነት ዘርብሕ ሞያ ኣይኮነን ንስኻ ኣብቲ ክተድምዓሉ ትኽእል መደብ እንተ ትኸይድ ግን ከኣ እንተ ትሓስብሲ ጽቡቕ ነይሩ። እቲ ትሓስቦ መደብ ንቐጻሊ ምሳኻ ዝጓዓዝ ስለ ዝኾነስ ካብ ሕጂሲ ሓሳባትካ ቀይርካ ካልእ መደብ ተሓዝካ ይሕሸካ ትብሎ። ተመሃራይ ግን ኣብ ቃሉ ጸኒዑ ኣነ ብሕጂውን ጋዜጠኛ'የ ክኸውን ዝደሊ መምህር ይብላ ማለት'ዩ። ያው ከምቲ ዝበሎ። ድሕሪ ነዊሕ ዓመታት ማለት'ዩ፣ እዚ ሰብ እዚ ንፉዕ ዕዉት ጋዜጠኛ ኮይኑ ኣብ መድረኽ ዓለም ይወጽእ ማለት'ዩ። ትፈልጥዎ ትኾኑ ኢኹም። ስቲቭ ሄርቨይ ይበሃል ማለት'ዩ። ንሱ ኣብ ዝተፈላለየ ኣጋጣሚታት ምስ ኣዝዮም ዓበይቲ ህቡባት ሰባት ቃለ-መጠይቕ ብምግባር ንዝተፈላለዩ። ሽግር ኣለና ንዝብሉ ሰባት መፍትሒ ብምምጻእ ካብቶም ኣብ ዓለም ዘለዉ ፍሉጣት ጋዜጠኛታት ኮይኑ ይርከብ። ነዚ ደረጃ'ዚ ምስ በጽሐ ግን ሓደ ነገር ትዝ ኢልዎ። እታ ኣብ ግዜ ንእስነቱ ዝነበረት መምህር ይዝክራ ማለት እዩ። ብድሕሪኡ ሓደ ሓሳብ እዩ ዝመጻሉ። ንሱ ድማ ቴሌቪዥን ክሰደላ። ምኽንያቱ ንሱ ዓቢ ጋዜጠኛ ኮይኑ እታ መምህሩ ድማ ክትርእዮ ስለ ዝደለየ። ንሱ ድማ ኣብ። ግዜ ቅልዕነቱ ንሳ መምህር ነይራ ኣብዚ ግዜዚ ድማ እሱ ናይ ሂወት መምህራ ምዃኑ ንኸርእያ ዓመት ዓመት ሎሚ ድማ እንታይ እንዳገበረ ይርከብ ተሌቪዥን ክሰደላ ይርከብ ኣሎ ማለት እዩ ስለዚ ሎሚ ተስፋና ራኢና መጻኢና ካብ ግዜ ህጻንነትና ሒዝና ስጋብ ምስ ዓበና እቲ ክንኮኖ ንደሊ ሰባት ኣብ ሞንጎ ብሓልዮት ብዝመስል ነገራት እኳ ከዋድቕዎ ዝፍትኑ እንተኾኑ ንሕና ግን ኣብቲ ዘደለናዮ ዕላማ መታን ክንበጽሕ ነቲ ዘለና ራኢ ኣጽኒዕና ክንሕዞ ጽቡቕ ከይኑ ይስምዓኒ እዛ ምስ ጤላትኩም ሸር ላይክ ሳብስክራይብ ብምግባር ካልኦት ተኻታተልቲ ንክትበጽሕ ክትዕድሙ በዚ ኣጋጣሚ እዚ ንምሕጸነኩም ሰናይ ምክትታል።